ሰላም ከመይ ትኾኑ ተኸታተልቲ ቀርፋ ዩቱብ። ኣርእስተ ዜና፣ ናብ ሂንዲ ከዱ ዝተብሃሉ ዒስራ ከቢድ ጉድኣት ኲናት ተጋደልቲ ቅሬታ ከምዘለዎም ገሊፆም። ሰሓባዊ ግቶቶ ኣመራርሓ ውድብ ባይቶና ይቕፅል ከምዘሎ ይሕብር። ሃገራት ዓለም ወሰኽ ወታደራዊ ባጀት ብምግባር ሰብኣዊ ሓገዝ ንዝጠልባ ሃገራት ዝጉድእ ምዃኑ ውድብ ሕቡራት ሃገራት ገሊጹ። መንግስቲ ኢትዮጵያ ታይዋን ግዝኣት ቻይና እያ እንትብል ቻይና ብግዲኣ ጉዳይ ባሕሪ ኢትዮጵያ ዝምልከት ተዛሪባ። ናብ ዝርዝር ዜናታትና ክንኣቱ። ናብ ሂንዲ ኸዱ ዝተባህሉ ዒስራ ከቢድ ጉድኣት ኲናት ተጋደልቲ ይቅርታ ከምዘለዎም ገሊጾም። ሎሚ ባሕቲ ጥሪ ክልተ ሽሕን ዓሰርተ ሸሞንተን ዓመተ ምህረት ኮምሽን ሓርበኛ ትግራይ ኣብ ሃገረ ህንዲ ከይዶም ክሕከሙ መሰነይታ ተገይርሎም ኣሎ። ኣብቲ ስነ ስርዓት ዝተረኸበ ኮሚሽነር ኮሚሽን ሓርበኛታት ትግራይ ተጋዳላይ ናስር ሙሙሑር እቲ ኮሚሽን ብሰንኪ ፅንተታዊ ኪናት ኣካላዊ ጉድኣት ዝበፅሖም ግን ድማ ኣብ ውሽጢ ዓዲ ክሕከሙ ዘይኽእሉ ከቢድ መጉዳእቲ ዘለዎም ተጋደልቲ ናብ ደገ እናሰደደ ይሕክም ምህላዉ ገሊጹ። ናይዚ መቐጸልታ ሎም ዋሕቲ ክልተ ሽሕን ዓሰርተ ሸሞንተን ዓመተ ምህረት ዒስራ ጉዳኣት ተጋደልቲ ኣብ ሃገረ ህንዲ ሆስፒታል ኣፖሎ ክሕከሙ ምድላው ከም ዝተወደኣ ተጋዳላይ ናስር ኣረዲኡ። ምስቶም ሓርበኛታት ሓብሓብቲ ክኢላታት ጥዕናን ፋይናንስን እውን ከም ዝኸዱ ወሲኹ ሓቢሩ። ይኹን ደኣምበር እቶም ተጋደልቲ ኣብ መቐለን ኣዲስ ኣበባን ምርመራ ተገይሩሎም ናብ ደገ ክሕከሙ ከምዘለዎም ከምዝተገለፀሎም ይዛረቡ። በዚ ድማ ኣብ ሃገረ ኣውሮፓ ክሕከም ቃል ከምዝተኣተወሎም ብምዝራብ ንምንታይ ከምዘይተተግበረ ግልፅነት ዝጎደሎ ኣካይዳ ከምዘሎ ሓቢሮም። ተጋዳላይ ናስር ብግድኡ ነዚ ንምግባር ህዝቢ ትግራይ፣ ትካላት ትእምት፣ ሰብ ሃፍቲ፣ ግዝያዊ ምምሕዳር ትግራይን ካልኦት ኣካላትን ዝገብርዎ ደገፋት ንኢዶም። ሕዚ እውን ነቲ ዕድል ዘይረኸቡ ኣብ ስቓይ ዝርከቡ ተጋደልቲ ስለዘለዉ ደገፋት ክቕፅል ፀዊዑ። ኣብ መወዳእታ ተጋዳላይ ናስር፣ እቲ ኮሚሽን ዛጊድ ልዕሊ ሰማንያ ጉዱኣት ተጋደልቲ ሃምዝሐከመ ብምግላፅ፣ ኣብዚ እዋን ብዘይ እቶም ዝኸዱ ዕስራ ጉዱኣት ተጋደልቲ ዓሰርተ ክልተ ጉዱኣት ተጋደልቲ ኣብ ህንዲ እናተሓከሙ ከምዝርከቡ ኣገንዚቡ። ሰሓቦ ጉተቶ ኣመራርሓ ውድብ ባይቶና ይቕፅል ከምዘሎ ይሕበር። ኣብዚ ክልተ መዓልቲ ኣብ ክልተ ደምበ ኮይኖም ነንባዕሎም ይዋናጀር ኣለው። በዚ መሰረት ብእኒ ኪዳነ ኣሚነ ዝምራሕ ባይቶና ከምዝገለፆ ውድብ ባይቶና ምስ ህዝቡን ብሄራዊ መኸተኡን ወገኑ ጉባኤ ብምክያድ ነቶም ቃልሲ ህዝቢ ትግራይ ዝጠልሙ ናይ ብልፅግና ቆፀራት ካብ ኣባልነት ከምዝባረር ዘፍልጥ እዩ። እቶም ብጉባኤና ዝተባረሩ ከደምቲ ብልፅግና ኣብ ፅላል ብልፅግና ኣዲስ ኣበባ ተንጠልጢሎም ኣብ ውሽጥና ኣብ ዝምልመልዎ ክልተ ሰባት ከበደ ዮሃንስን ጠዓመ ገብረመድህንን ኣቢሎም ኣባልናን ደገፍናን ንምድንጋር ኣብዚ ማሕበራዊ ሚድያ ናይ ንክብሮም በርሀ ማህተም ብምጥቃም ማእኸላይ ኮሚቴና ኣብ ዘይተኣከቦን ኣብ ዘይሃቦ ውሳነን ወሲንና መሪሕነት ቀይርና ኢሎም ብዕራይ ወለደወረ ክነዝሑ ንርኢ ኣለና። ከበደ ዮሃንስን ጠዓመ ገብረመድህንን እዚ ተግባር ዝፍፅሙ ኣብ ቀረባ ግዘ ናብ ኣዲስ ኣበባ ከይዶም ስለዝነበሩ ብልፅግና ዌንጌል ኣጠሚቑ ናብ ትግራይ ምስ ሰደዶም ከምዝኾነ ክንፈልጥ ንደሊ ድሕሪ ምባል ስለዝኾነ ውድብና ረብሓን ህልውናናን ህዝቢ ትግራይ መሰረት ገይሩ ንፀላእቲ ብፅንዓት ከምዝምከት ሕዚ እውን ንመላእ ህዝብና እናፈለጠ ኣብዞም ክልተ ሰባትን ቃልሲ ህዝብናን ጠሊሞም ጊላን ዋርድያን ብልፅግና ዝኾኑ ውልቀ ሰባት ዘይድገም ሕጋዊ ስጉምቲ ከምዝውሰድ እናፈለጠ ኣባልናን ድጋፍናን እቲ ተወዚዑ ዘሎ ደብዳበ ናይ ሓሶት ከምዝኾነን ውድብ ባይቶና ኣብ ትግራይ ካብ ዘለው ውድባት ብዘይካ ህወሓት ብውድባዊ ጥንካርኡ በዝሒ ኣባላቱን ሕዚ እውን እቲ ዝሐሸ ሰፊሕ ማሕበራዊ መሰረት ዘለዎ ብሕታዊ ሓይሊ ብሄራዊ ውዳበ ሓድሽ ወለዶና ከምዝኾነን ንቐፃሊ እውን ከምኡ ኮይኑ ከምዝቕፅልን እናሓበርና ብናይ ዕሱባት ብልፅግና ናይ ሓሶት ዜና ምድንጋር ከይፍጠር ደጊምና ነተሓሳስብ ይብል ብእኒዮሴፍ ብርሃነ ዝምራሕ ውድብ ባይቶና ብግዲኡ መብርሂ ውድብ ብሄራዊ ባይቶ ዓባይ ትግራይ ባይቶና ኣመራርሕኡ ኣመዓራርዩ ኣብ ሕጋዊ ቃልሲ ካብ ዝምደብ ዝጸምድ ሓደ ዓመት ዓሰርተ ወርሕን ኣሕሊፉ ኣሎ። ነዚ ኩሉ ትግራዋይ ዝግንዘቦ ይመስለኒ። ውድብ ብሄራዊ ባይቶ ዓባይ ትግራይ፣ ባይቶና፣ ኣመራርሕኡ ኣመዓራርዩ ኣብ ሕጋዊ ቃልሲ ካብ ዝጸመደ ሓደ ዓመትን ዓሰርተ ወርሕን ኣሕሊፉ ኣሎ። ነዚ ኩሉ ትግራዋይ ዝግንዘቦ ይመስለኒ። እቲ ኣጀንዳ ኮይኑ ዘሎ ደኣ እንታይ እዩ? ድሕሪ ምባል ባይቶና ብቤት ፅሕፈት ህወሓት ዝቐረበ ናይ ሓቢርና ንስራሕ ሓሳብ ካብ ዝነፀገሉ መዓልቲ ጀሚሩ እቲ ቤት ፅሕፈት ብኪዳነ ኣሚን ኣቢሉ ዝሰርሖም ዘሎ ድራማታት ተዓዚብዎም ትህልው ኢኹም ኢሉ ይገልፅ። ብተወሳኺ ቤት ፅሕፈት ህወሓት ምስ ሓደ ሓደ ሰብ ሃፍቲ ብምዃን ፋይናንስ መዲቡ ኪዳነ ኣኼባ ኸዳሉ ኣባላቱ ከይተረፉ ሞቢላይዝ ገይሩ ኣብቲ ኣኼባ ክሳተፉ ገይሩ። ሙሉእ ናይ ኣዳራሽ ፀፅታን ሚድያን ሽፋን ሂቡ ከም ውድብ ተረኺቡ መግለፂ ሓጎስ ኣንቢቡ ኪዳነ ክስተታት እናፈጠረ ንዓና ኣብ ቤት ፍርድታት ከውዕለና ናይ ፖሊስ ድጋፍ ክግበረሉ ገይሩ ብቐፃልነት ኣብ ሚድያታት እናቐረበ ሕጋዊ ክመስልን ናይ ህወሓት ሻዕብያን ኣጀንዳታትን ከጋውሕን ይግበር ኣሎ ኢሉ ይወቅስ። ኣብዚ ከይዲ እዚ ካብ ቤት ፅሕፈት ህወሓት ብተወሳኺ ቢሮ ሰላምን ፀፅታን ትግራይ፣ ፖሊስ ኮሙሽን ክልል ትግራይ፣ ቤት ፅሕፈት ምምሕዳር ከተማ መቐለ፣ ቤት ፅሕፈት ፖሊስ ክፍለ ከተማ ሓድነት ተሓባበርቲ እዮም። በቲ ፅሕፈት ፕረዚዳንት ጊዚያዊ ምምሕዳር ትግራይ እውን ብኪዳነ ኣሚነ ዝግበር ዘሎ ምጭብርባር ሕጋዊ ከምዘይኮነን ሕግን ስርዓትን ክኽበሩ ከምዝግባእን ካብ መረፃ ቦርድ ደብዳቤ እኳ እንተተፅሓፈሉ ዝገብሮ ነገር የለን። ካብ ሚድያታት ከዓ ድምፂ ወያነ ትግራይ፣ ትግራይ ቲቪ፣ ደደቢት ቲቪ፣ ብራኸ ሸውን ካልኦትን ደቀቕቲ ናይ ዩቲዩብ ሚድያታት ካብ ቤት ፅሕፈት ህወሓት ብዝተውሃበን ኣንፈት መሰረት ውድብና ዝፀሓፈለን ሕጋዊ ደብዳቤ ንጎኒ ብምግዳፍ ናይቲ ምጭብርባርን ስርዓት ኣልባነትን መጋውሕቲ ኮይነን ይቕፅላ ኣለዋ ኢሉ። ተዋኢሱ። ሃገራት ዓለም ወሰኽ ወታደራዊ ባጀት ብምግባርን ሰብኣዊ ሓገዝ ንዝጠልባ ሃገራት ዝጎድእ ምዃኑ ውድብ ሕቡራት ሃገራት ገሊጹ። መርበብ ሓበሬታ ኔሽን ኦፍ ቸንጅ ንውድብ ሕቡራት መንግስቲ መሰረት ገይሩ ኣብ ዝዘርግሖ ሓበሬታ ኣብ ክልተ ሽሕን ዒስራን ኣርባዕተን ኣጓጽራ ጊዮርጊሳውያን ወታደራዊ ባጀት ዓለምና ክልተ ነጥቢ ሸውዓተ ትሪልየን በፂሑ እዩ። እዚ ድማ ንነፍሲ ወከፍ ህዝቢ ዓለም እትካፈል ኣስታት ሰለስተ ሚእትን ሰላሳን ኣርባዕተን ዶላር ኣሜሪካ ዝበፅሕ ምዃኑ ገሊፁ እዩ። ካብዚ ሕልፍ ኢሉ ድማ ሙሉእ ሃገራዊ ምህርቲ ሃገራት ኣፍሪካ ዝሽፍን ምዃኑ ኣማላኺቱ። ኣብዚ እዋን ኣስታት ሚእቲ ሃገራት ዓለም ወታደራዊ ባጀተን ከምዝወሰኸ ዝገልፅ ውድብ ሕቡራት ኣብዚ ወታደራዊ ባጀት ብፅሒት ሃገራት ኣፍሪካ ትሕቲ ክልተ ሚኢታዊ ምዃኑ ገሊፁ። ዋና ፀሓፊ እቲ ውድብ ኣንቶንዮ ክልተ ሽሕን ሰላሳን ኣቋፅፃራ ጎርጉርሳውያን ወታደራዊ ባጀት ዓለምና ናብ ኣርባዕተ ነጥቢ ሸውዓተ ትሪልየን ዶላር ክበፅሕ ትፅቢት ከምዝግበርን ኣብ ክልተ ሽሕን ሰላሳን ሓሙሽተን ድማ ሽዱሽተ ነጥቢ ሽዱሽተ ትሪልየን ናይ ምዃን ተኽእሎ ከምዘለዎን ገሊፆም። እዚ ድማ ሽዱሽተ ዕፅፊ ኣብ ዝሑል ኪናት ዝነበረ ባጀት ምዃኑ ተዛሪቦም። ዳይሬክተር ኮንሲስታንስ ኢንተርናሽናል ዶክተር ጃምስ ጂንግስ ብግዲኦም፣ እቲ ብወገን ውድብ ሕቡራት ሃገራት ተቐሚጡ ዘሎ ወታደራዊ ባጀት፣ ዓለምና ኣብ ዝቕጽሉ ዓሰርተ ዓመታት ከቢድ ኲነታት ኩነታት ክህሉ ከም ዝኽእል ዘመላኽት ምዃኑ ገሊጾም። ብፍላይ ህጻናት ብስእነት ጽሩይ ዝስተ ማይን ሕማምን ክሳቐዩን ዕድል ትምህርቲ ከይረኽቡን ዝግበር ምዃኑ ገሊጾም። ብምኽንያት ምውሳኽ ወታደራዊ ባጀትን ከም ኣሜሪካ፣ ፈረንሳይ፣ እንግሊዝ፣ ጀርመን ዝበላ ድጋፍ ወሃብቲ ሃገራት ዝገብርኦ ዝነበራ ሓገዝ እናነከየ ምምጽኣን ስዒቡ ትሑት ኢኮኖሚያዊ ዓቕሚ ዘለወን ሃገራት ኣገደስቲ ግልጋሎታት ንኸይረኽባ ዝዕንቅፍ ምዃኑ ሓቢሮም። ተወከልቲ ውድብ ሕቡራት ሃገራት ኣብ ኒኩለራዊ ፋውንዴሽን ሰላም ኤልሲ ሳልተር ብወገን ልዕሊ ክልተ ሚእቲ ሚልዮን ህዝቢ ዓለም

ብንፅፅር'ተን ተበግሶታት ጥዕና ዝውዕል ውፅኢታት ገና ከምዝነከየ ምግላፆም ይዝክር። መንግስቲ ኢትዮጵያ ታይዋን ግዝኣት ቻይና እያ እንትብል፣ ቻይና ብግዲኣ ጉዳይ ባሕሪ ኢትዮጵያ ዝምልከት ተዛሪባ። ቻይና፣ ሚኒስተር ጉዳይ ወፃኢ ቻይና ናብ ኢትዮጵያ ድሕሪ ምልኣኽ፣ ቻይና ብተወካሊኣ ኣቢላ ባሕሪ ምርካብ ማለት ሎጂስቲካዊ ምትእስሳር ዝፍጥር ምዃኑ ገሊፃ። ኢትዮጵያ ብግዲኣ ታይዋን ግዝኣት ቻይና እያ ብምባል ሕኸኸ ንክሓከካ ዝዓይነቱ መልሲ ሂባ። ሕብረት ኣፍሪካ ልኡኽ ቻይናን ኣብ ዝተረኸብሉ እዋን እውን ናይቲ ሕብረት ቅዋም ምስ ናይ ኢትዮጵያ ተመሳሳሊ ቅዋም ከምዘለዋ ኣፍሊጡ ኣሎ። እዚ ከምዚ ኢሉ እናሃለወ ክልቲኤን ሃገራት ብግልፂ ኣብ ጉዳይ ቬንዙዋላ ዘለወን መርገፂ ቀጥታዊ መግለፂ ዋላ እንተዘይሃባ ኣብ ዓለም ሓይሊ ምጥቃም ኣግባብ ከምዘይኮነ ገሊፀን ኣለዋ። ማእኸላይ ቤት ፍርዲ ከተማ መቐለ ሎሚ፣ ሓደ ጥሪ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ዝወዓለ መግባእያ ኣብ ልዕሊ ተኸሰስቲ ኣንቢርዎ ዝነበረ እገደ ኣልዒሉ። እቲ መግባእያ ኣብ ናይ ሎሚ ውዕልኡ ብሽም ትእምት ከሰስቲ እቲ እኒ ኣይተ ቴድሮስ ሓጎስን ተኸሰስቲ እኒ ዶክተር ኣረጋዊ ገብረሚካኤልን ሸሞንተን ትሽዓተን ለካቲት ክልተ ሽሕን ዓሰርተ ሸውዓተን ዓመተ ምህረት ዝተገብረ ቤት ምኽሪ ትእምት ስዒቡ ንዝተልዓለ ክትዕሪ ኣሎ። በዚ መሰረት ተኸሰስቲ ሕጋውን ብላዕላውያን ስልጣን ዘለዎ ቤት ምኽሪ ትእምት ዝተመረፁ ብምዃኖም ትእምት ገባረ ሰናይ ብምዃኑን ኣብ ቢሮ ፍትሒ ዳሪክተር ምዝገባ ሰነድ ብኣዋጅ ቁፅሪ ሰለስተ ሚእትን ዒስራን ሸውዓተን ህዝባር ክልተ ሽሕን ዓሰርተ ሓደን ዓ ም ዝተመዝገበ ትካል ብምዃኑ ከምኡ እውን ካብ ዓሰርተ ትሽዓተ ሰማንያን ትሽዓተን ዓ ም ጀሚሩ ኣብ ትግራይ ሕጋዊ ፍቓዱ ፍቓዱ ሒዙ ዝንቀሳቐስ ግብሪ ሰናይ ስለ ዝኾነ ቅድም ክብል ብማእኸላይ ቤት ፍርዲ ተዋሂቡ ዝነበረ እገደ ንክለዓል ሱር ስልጣን ክሲ ምርኣይ ናብ ማእኸላይ ቤት ፍርዲ ዘይኮነስ ንምሕድራውን ብቤት ፍርዲ ወረዳ ክረእ ዝግበኦ ወኒኑ እዩ ዝብል መቃወሚ ሓሳብ ቀሪቡ እዩ። ብመሰረት እዚ ነዚ ክትዕ ዝመርመረ ማእኸላይ ቤት ፍርዲ ከተማ መቐለ ዝስዕብ ውሳነታት ሂቡ ኣሎ። ሓደ፣ ማእኸላይ ቤት ፍርዲ ቀድም ክብል ኣብ ልዕሊ ተኸሰስቲ ዝሃቦ እገደን ንክለዓል ወሲኑ ኣሎ። ካልኣይ ሱር ነገር ኣብ መንጎ ከሳስን ተኸሳስን ዘሎ ክትዕ ስልጣን ዳይነት ብምምሕዳራዊ መንገድን ብወረዳ ቤት ፍርድን ክረኣ ዝግበኦ እምበር ብቐጥታ ናብ ማእኸላይ ቤት ፍርዲ ቀሪቡ ክርእን ውሳነ ክወሃበሉን ዘይግባእ ወናኒ ምዃኑ ሪኡ ፋይል ክዕፀ ብሙሉእ ድምፂ ከምዝወሰነ ዳይሬክተራት ኮሙኒኬሽን ትእምት ገሊፁ። ሰላም ደሓን ኩኑ።